ናይ ዘጓር ከተማ ኣብ ዓዲ ገርጠጢ ከ እንታይ ትገብሪ ነርኪ ቆልዓ ከለኺ ማለትሲ ንእሽተይ ክተመርዒኺ
ጓል ዓሰርተ ክልተ ዓመት ተመርዒኺ ሕሰብ እየ መለት እየ ማዕረይ ኣነ ሕጂ ኣደ እየ ደሊና ጓላይ ንክትምርዖ ጓል ዓሰርተ ክልተ ዓመት ሲ ብጣዕሚ ኣይነው ባህልና እንድዩ ሎሚ ተሪፍ እዩ ተመስገን ኣምላኽ

ንዓደይ ይመፅእ ይወስዱና ከዓ መሊሾም ኣብኡ ከዓ ወርሒ ክልተ ወርሒ ገርና ንምለስ ንዓድካ ትመላለስ ኢካ ነርካ ስጋዕ እንዳ ሰብኣይ ክትኸዲ እንዳዓለበይ ከዓ መፅ ስጋ ቆልዓ ስለ ዝኾንኪ በቕሊ ገሮም ስጋዕ ደወለ ድመልስኒ ነይሮም በቕሊ ገሮም ሒዞምና ከዱ ራን ገነት ጓለ ሕጂ ምስ ወለድኩ ሓዛሪት ቆልዓ ሒዞም መፅዮም በቕሊ ገሮም ከዓ ወሲዶምኒ ቆልዓ ስለ ዝኾንኪ

ጓል ዓሰርተ ሓሙሽተ ክትወልድ ኣነ ኣብዚ ሓንጎለይ ከማን ፕሮሰስ ክገብሩ ከቢድ እዩ ምሽ ኣለኪ ግን ካልቸር ናሃና ባህሊ ናይቲ ነታት ስለ ዝነበረ ግን ንሕና ናሃና ጀነሬሽን ከምኡ ክንሰምዕ ከለና ብጣዕሚ ደደንግፅ ሽዑ ደኣ ሳላ ወለድና ወለዲ ስለ ደለው ውሳቶም ዋላ ቆልዓ ምሕቋፍሲ እንታይ ዶ ትፈልጦ ኢኻ ከይትጸቕጥያ ትብለኒ ኣደይ ባዕላ እንዳ ተሰእት ንእሽተይ ስለ ዝኾንኩ ከይጸቕጣ እሞ ባዕላ እታ ነብሲ ከኣ ኣይተደቅሰክን እያ ድሕሪ ወሊድኪ ጎ ከይትጸቕጣ እንዳለት ተሓቂፋ ምሳይ እንዳሓደረ ስጋዕ ትጎርሕ ሲ ስጋዕ ትድልድል ሲ ትፈርሕ ኢኻ
ለቴ ኣያኪ ከመይ ነይሩ ንዓኺ

ብሩኽ ተሙ እዚኣ ኣላ ትሕርኽርኽ ደይ ይበሃል እዩ እሱ ብሩኻት እዮም ከዓ ናይ መንዳ ኮስት ናይ ሕማይ ዋላ እሱ ከማን ዓብይ ተነብረ ስለቲ ማለት ዓብይ ከ ኣይኮነን ኣብ ዒስራ ድኸውን ኸውን ኸውን ዒስራ ኸውን? ሽዑ እንታይ ደኣ ያ ተኾይኑ ይኾን ንስስ ማለት ዒስራ ኸውን እወ ያ ግን እሱ ዕብ ኢሉ ስለ ዝኾነ ከባይ ዋላ ኣነ ክንእስ ከለኹ እሱ እዩ ያ የ- ብለኒ የቀባጥረለይ ያ። ምክንያቱ ንእሽተይ እያ ኢሉ ንእሽተ እየ እንታይ ኣለኒ ዋላ ገድፈ ከይድ ይኽእል እየ ንሓዳር ከይጎድለኒ ይብል እየ ዘለኹ ያ ያ ያ እሱ ግን ከም ብሓቂ ዒዱሲ ከም ዓብ ሰብ እዩ ድምዕደኒ ነሩ ያ

ዋእ ሰብ ሽሙ ስም ዘይብሉ እንታይ ደኣ ናበይ ደኣልኩም ትብል ነርካ ርኢኹም ብጣዕሚ ሕፍራት ነርኩም ዋ
ብጣዕሚ ንሰ ከቢድ ቀደምሲ ወካብ ናዳ ዓብያ እሞካ በቲ በኽሪ ናይ ወዲ ተኮይኑ በቲ ናይ ወዶም ገረን ፅውዕኦ
ኣበስቶ እንዳበላ ፅውዕኦም ዝንዳበልክ ትፅውዕ እዮም ነርክ ከምኡ እየን ነሮም ኣለ ባዕሉ በይ ስጋዓ ብዘይ ስሞም ብናይ ይሕዋቶም ትፅውዕ ብናይ ደቆም ባ ሕጂ እንድሕር ወሊዱ ነታ ሰበይቱስ ብኣይ ትፅውዒ ማለት እዩ እሱ ከዓ ብወዲ
ከምኡ ይነሩ ቀደም
ከምኡ ክብረት ነይሩ ትተሓፋፈር ነርካ ኩሉ ነገር ጥዑም እዩ እቲያ ዘራኸፉ ኣነ እኳ ንእሽተይ ሓፂራት እምበር ሕርኽራኽ ዶ ይወፀ እዩ ነሩ ሕርኽራኽ ትበሃል ካብዚኣ ብጀካ ክሕንቅቕ ከኸይ ተገዲፈዮ መታሓት ምስ ከድና ገለ ተኾሪ ንኸይድ እዮ ነዘን ደቂ ይሓት ኢለ ከዲፈካ ኸይድ ንዓደይ
ኣይትኸደኒ ኸ ሓራይ ከምዚኣ እንዳ ከምዚኣ እንዳ ተዓሽዎ በል